እዘን ሐዚ ኣብ ኣዲስ ኣበባ ዳውደል ድለዋ ታንክታት፣ ቢኤማት፣ ኢድና ክንህብ ኣይሕሰብን። ትሰልፉ ጥይት ተኩሱ ህዋጋእ ድጸንሐ ሰራ መንእሰይ እኮ እዩ እምቢ ኢዱ ኣሎ ህወቱ ዳድሕኑ ኣሎ ካሊእ ሰብ ከይቀትል ዳድሕኑ ኣሎ። ፊዚካሊ ተቆራሪሳ ዘላ ኣብ ሓደ ማእኸል ዘየላ ዓዲ እያ። እቲ ብሄራዊ ሓድነት ዝበሃል ተዘሪጉ እዩ። ብሄራዊ ሓድነት የለን። ሻዕቢያ ጎማ ወሲዱ ጀሪካን ወሲዱ ምናምን ይባሃል ንሕና ዝወሰድናዮ እዩ። ጽባሕ በርግጸኝነት ከምዛ ሕዛብ እዚኣ ተር ኣብልኩም መንድለኹም ኣብዚኣ ዘን እሰንም ተር ኣብልናየን ብዓልና ክነኽብር ጽባሕ በርግጸኝነት ከምዛ ሕዛብ እዚኣ ተር ኣብልኩም መንድለኹም ኣብዚኣ ዘን እሰንም ተር ኣብልናየን ብዓልና ክነኽብር ኢና እዚ ከይትጠራጠሩ ምክንያቱ ናትና ዋና ንሓይልና ምንጪ ዕጥቅታት ኣይኾንይ ናትና ንሓይልና ምንጪ ልዕሊ ኹሉ ናህዝብና ሓደራ እዩ ናህዝብና ዓላማ እዩ ናዞም ስውኣትና ሕድሪ እዩ እዞም ስውኣትና ኩሉ ግዜ ኣብ ንኸዶ ፎቶኦም ንዝርግሐሉ መሰረታዊ ምኽንያት መልክዖም ክንርእዮም ጥራሕ ኣይኾነይ

ስለዚ ዓቕሚ ትግራይ ናዞም ስውኣትና ሓደራ እዩ። ዓቕሚ ሰራዊትና ናዞም ስውኣትና ሓደራ እዩ። ናይ ህዝብና ዓላማ እዩ። ናይ ህዝብና ዓላማ ድማ ሓቀኛ ዓላማ እዩ። ህዝቢ ትግራይ ኣብ ታሪኩ መብዛሕትኹም ኣብ ስልጠና ምተራኽብና ኢና ብድሓለፈ ኣብ ታሪኩ ድድኾነ ይኹን ዓዲ ድድኾነ ይኹን ብሄር ድድኾነ ይኹን ህዝቢ ካብ ምብርክኽ ወርሩ ዘይፈልጥ ህዝቢ እዩ። ኣብና ሰለስተ ሽሕ ዓመታት ታሪኩ ዘለኣለም ላተወረረ ዋጋ ላኻፈለ ድመፀ ህዝቢ እዩ። ስለዚ እዚ ዘልኣለም ዋጋ ላኽፈለና ድመጽእሎ ሓይሊ ሕዚ ድማ ብብልጽግና ትሰየመ ክሳብ መወዳእታ ክንድምስሶ ኣለና እያ እዛና ሎሚ እታ ሕዝና ካይለናያ ስልጠና እታ ሕዝና ካይለናያ ምድላው ፍልይ ትገብራ እዚኣ እያ ቅድሚ ሕዚ ምናልባት ላዕላውነትና ድምኽባር ብልና ክንኾን ንኽእል ኢና ተፋናቃሊና ድምምላስ ክንኾን ንኽእል ኢና ላትዳለውና ላሰልጠና ድመጻና ቦታና ሕዝና ተፈናቐልትና መሊስና ግን እዚ ፀላኢ እዚ ከም ደይገድፈና ስለ ንፈልጥ ክሳብ እታ ድኣተዋ ጉድጓድ ኣትና ክናጥፎ ኣለና ማለት እዩ። ምድላውና ድዚ ድምጥን ክኾን ክኽእል ኣለዎ። ስልጠናታትና ድዚ ድመጣጠን ክኾን ክኽእል ኣለዎ። ምድላው ንገብር ኪሳራታት ድምቕናስ እዩ። ምድላው ንገብር ፀላኢ ኣብ ሓፂር ግዜ ድምድምሳስ እዩ። ኢድና ክንህብ ኣይሕሰብን ንምንታይ ፀሉና? ካብ ታሪክ እውን ዝረእ ትግራይ ተጎንቢሑ ኣይግዛእን። ኩናት ኣይንደልን ኢልና እወ ኩናት ኣይንደልን ኣነ እውን ኣይደልን ኣነ ቅድሚት ክስለፍ ኣይደልን ኩናት እንተመፂ ክታይ ንግበር ኢድና ክንህብ ኣይሕሰብን መሰሉ ይሓትት እዩ ንምንታይ ሕዚ ኸ ኣብ ኣምሓራ እዩ ዝዋጋእ ዘሎ ኣብ ኦሮምያ ዝዋጋእ ኣሎ ምሉእ ናይ ኢትዮጵያ ሚድያ ምሉእ በዓል ስልጣን ናይ ብልፅግና ብዛዕባ ትግራይ ይዛረብ ትግራይ እኮ ክፊልና ኣለና ኣብ ገዛና ብዛዕባ ትግራይ ይዛረብ ንምንታይ ትግራይ እዩ ረዚስ ክገብር ዝኽእል ኢሎም ይኣምኑ እዮም ተወዲቡ ክንቀሳቐስን ስልጣንና ክዳፋእን ዝኽእል ትግራይ እዩ ኢሎም ስለ ዝኣምኑ እዩ እምበር ከፍ ኢልና ኮይና ዋላ ብድሮ እናቑዐና ዋላ እቶም ሓራ መሬት ኢሉ ኣቕሚጥዎም ዘሎ ኣሕዋትናን ደቅናን እናሰደን እናተንኮሰ ምንም እኮ ይበላል። ስለዚ ተፈላላይማ ምርኣየ ፅቡቕ እዩ። ዕላማ ዘለዎ ሰብ እናተገላበጠ ክሓድር የብሉን። ዋ ዕላሞም ገዲፎም ኮ እዮም ከዚ ህዝቢ ትግራይ ክውቃዕ ኣለዎ ኢሎም ዝሰብኩ ዘለዎ ኣብ ቴሌቪዥን ኩን ሪኦም ኣይሰምዕዎም እንዲኹም ዘለኹም ኣጸቢቅኩም እንዶ ስምዕዎም እንታይ ይብልኩም ከም ዘሎ ብክልተ ሰሙን ክውዳእ እዩ ተበቲኑ እዩ ብዙሕ ስራሕ ስለ ዝስራሕና ኢሉ ብዙሕ ስራሕ ስለ ዝስራሕና ሓደ ኣርሚ 13 15 ሽሕ ዝነበረ ከዚ 2 ሽሕ 3 ሽሕ ኣትሪፍናዮ ትግራዋይ ከምዚ ከምዚ እንተኾይኑ እዚኦም ናትና እዮም ዝበሃሉ ኣይኮኑን ሓው ሓው ዝበሃል ነገር ኣይኮነን፣ ከምኡ ኣይኮነን። ዘገልግሉ ዘለዉ ንናይ ብልፅግና መንግስቲ እዩ ኢልካ እዩ ክድምደም ዘለዎ ዝብል እዩ። ንመኸተ ዝጎድእ ነገር ክስተኻኸል ኣለዎ ዝብል ትኽክል እዩ እቲ ዘቐመጥካዮ ነገር። ስለዚ ንሱ ከም እታወት ተወሰድክዎ ፅቡቅ እዩ ክኸውን። መዋፅእና እንታይ እዩ? እዩ ዋ ኩናት ኣይንደልን ኢልና እወ ኩናት ኣይንደልን ኣነ እውን ኣይደልን ኣነ ቅድሚት ክስለፍ ኣይደልን ኩናት እንተመፅእ እንታይ ንግበር እዚኣ እያ ክትምለስ ዘለዋ እኮ እዋ እዋ ሓሲቡ ዘይተጠንቀቐ ሰብ እኮ ዳሕራይ ይዋረድ እኮ እዩ እ? ኢና ክንህብ ኣይሕሰብን። ስለዚ እቲ ሓድነትና እንተጠናኺርናዮ ንምክልኻል እውን ይጠቅም ዲተር ንምግባር ኣብኡ ከሎ ኩናት ንክተርፍ እውን ይጠቅም እዩ ብዓብዩ ግን ከምቲ ሕዚ ዝፍክርዎ ዘለዎ እንተመፅኦም ግን ክንከላኸል እውን ይግባእ ነብስና ክነድሕን ኣለና ሃለዋት ሳርቫይቫል ይበሃል ዝኾነ ህዝቢ ንሃለዋት ይቃለስ እዩ ዝኾነ ህዝቢ ኣብ ዓለም ዝተራብያ ብታሪክ ንህልውና ዘይቃለስ ህዝቢ የለን ንህልውና ምቅላስ ዘይከኣል ህዝቢ ይውዳእ ናዚ ጀርመኒ ኣይሁድ ስለተበታተኑ እኮ እንታይ ገይርዎም ከም ዝጽበ ስጋ እኮ ናብ ናብ መኻዚኖ መርዚ ዘለዎ መኻዚኖ ዘንዝሐሉ እናወሰደ እኮ ጠጢቕዎም ወዲኡዎም ሽዱሽተ ሚልዮን ኣይሁድ በሪሱ እቶም ዝተረፉኸ ኣብ እስራኤል ኮይኖም እንታይ ይብሉ ኣለዉ ነቨር ኤገይን ኣይትድገምን ነቨር ኤገይን ኣይድገምን ኢሎም ኣይድገምን ካልኣይ መዓልቲ ከም ኣባጊዕ ተኣኪብና ናብ እቶን ናብ እቶን ተኣኪብና ኣቲና ክንቃጸል ኣይንገብራን ንሕና እውን ነበረ ገይን ከምታ ዝሓለፈት ኣይትኸውንን ኢና ክንብል ዘለና ከምታ ዝሓለፈት ከም ድላዮም ዝኮሰርና ከም ድላዮም ዘበሳበሱና ኣይኸውንን ኢና ክንብል ዘለና እምቢ እንድሕልውን እኮ እቶ ማለት ነው ትሰልፉ ጥይት ተኩሱ ዋጋእ ዝፀንሐ ሰራ መንእሰይ እኮ እምቢ ይድብሎ ህወት ዳንሕንሎ ካልእ ሰብ ከይቀትል ዳድሕንሎ ስለዚ መንግስቲ ድዚ ዓብዪ ትኹረት ክገብሮ ኣለዎ እምቢ ውሉ ድመፀ ሽልዶ ድብተን ሃምቲ እናተባሃለ ድመፀ ሓደ ዜጋው ሃም ዜጋ ዝኾነ መልሶ መቋቋም ክግበሮ ኣለዎ መበል ካልኣይ ፖለቲካዊ ስርሒቱ ዝሰርሑ ኣሎ እምቢ ድሕዋሕታይ ዋጋኢ ሰላም እየ ድደልዩ ድብሎ ስለዚ ጸላኢ ድሰዓር ጠበንጃ ተዓጥቅኻ ብምትኳስ ኣይኾነ እምቢ ብምባሉ ድሰዓር። ስለዚ ጸላኢ ክንስዕሮ ንኽእል እቲ እምቢ ድብሉ ሓይሊ ብምንክብኻቡ ተቐብልና ብምድርጃ እዩ ተቐብልና ድስራሕ ክሰማረ ድትምህርቲ ክሰማረ ህይወቱ ህድጎም ብምግባሩ ስለዚ እዚ ምስ መንግስቲ ትተሓሓዝኻ ትስራሕ ክስራሕ ኣይተሰርሐ ድኖ። ፊዚካሊ ተቆራሪሳ ዘላ ኣብ ሓደ ማእኸል ዘየላ ዓዲ እያ። ብፊዚካሊ ጥራሕ ይኾነ ናይ ፀጥታ ሓይላ ተኸፋፊሉ እዩ የጠቓልል ኣለኹ እየ ናይ ፀጥታ ሓይላ እውን ተኸፋፊሉ እዩ ኣብ ውሽጢ ዘለኹ ዝብል ዘሎ ቲፒኤፍ ኣሎ ኣብ በረኻ ኣብ ካሊእ ዓዲ ተሸይጡ ዘሎ ሓይሊ ኣሎ ናይ ፀጥታ ሓይልና እውን ተኸፋፊሉ እቲ ብሄራዊ ሓድነት ዝበሃል ተዘሪጉ እዩ ብሄራዊ ሓድነት የለን and ናይ ዕላማ ሓድነት ዘይብሉ መሪሕነት እየ ኢሎ ፍታ ክዓዲ ዘሎ ዝብትነና ዘሎ እዩ ንዚ ሓይሉ እዚ ዓጊትና ከመይ ጌርና እቲ ፊዚካል ይኹን ናይ ብሄራዊ ሓድነት ይኹን ዓቕሚ ምእካብ ይኹን ከመይ ጌርና ኢና ክነምፅኦን ህልውና እቲ ብሄር ከነረጋግፆ ንኽእል ናብ ዝብል ምትእኸኻብ ክንገብር ዘይንኽእል እንተኾይንና እቲ ምትእኽኻብ እሱን እቲ ቆርዘፀኝነት ንሱን ሐዚ እንተዘይገርናዮ፣ ሐዚ ብኡ መሰረት ተቓሊስና እታ ብሄር ተዘየድሒንናያ ትርጉም ዘለና ወለዶ ክንከውን ኣይንኽእልን። ስለዚ ጎናዊ ዝግበሩ ነገራት ኩሎም ገዲፍና ኣብዞም ዕላማታት እዚኣቶም ተኺልና ዓድና ክነድሕን ናትና ሓላፍነት ስለዝኾነ ነዙይ ኢና ክንሰምር ዝግበእና ዝብል መልእኽቲ እየ ክሕልፍ ዝደሊ። የቐንየለይ። ዩ ተበቲኑ እዩ ብዙሕ ስራሕ ስለ ዝስራሕና ኢሉ ብዙሕ ስራሕ ስለ ዝሰራሕና ሓደ ኣርሚ ዓሰርተ ሰለስተ ዓሰርተ ሓሙሽተ ሽሕ ዝነበረ ኸዚ ክልተ ሽሕ ሰለስተ ሽሕ ኣትሪፍናዮ ትግራዋይ ከምዚ ከምዚ እንተኾይኑ እዚኦም ናትና እዮም ዝበሃሉ ኣይኮኑን ሓው ሓው ዝበሃል ነገር ኣይኮነን ከምኡ ኣይኮነን ዘገልግሉ ዘለዉ ንናይ ብልፅግና መንግስቲ እዩ ኢልካ እዩ ክድምደም ዘለዎ ዝብል እዩ ንመኸተ ዝጎድእ ነገር ክስተኻኸል ኣለዎ ዝብል ትኽክል እዩ እቲ ዘቐመጥካዮ ነገር ስለዚ ንሱ ከም እታወት ተወሰድክዎ ፅቡቅ እዩ ክኸውን መዋፅእና እንታይ እዩ እዩ ዋ ኩናት ኣይንደልን ኢልና እወ ኩናት ኣይንደልን ኣነ እውን ኣይደልን ኣነ ቅድሚት ክስለፍ ኣይደልን ኩናት እንተ መጺ ክታይ ንግበር እዚኣ እያ ክትምለስ ዘለዋ እኮ እዋ እዋ ሓሲቡ ዘይተጠንቀቐ ሰብ እኮ ዳሕራይ ይዋረድ እኮ እዩ ኢና ክንብ ኣይሕሰብን ስለዚ እቲ ሓድነትና እንተጠናኺርናዮ ንምክልኻል እውን ይጠቅም፣ ዲተር ንምግባር ኣብኡ ከሎ ኲናት ንክተርፍ እውን ይጠቅም እዩ። ብዓብዩ ግን ከምቶ ሕዚ ዝፍክርዎ ዘለዉ እንተመፂኦም ግን ክንከላኸል እውን ይግባእ፣ ነብስና ከነድሕን ኣለና። ሃለዋት ሳርቫይቫል ይበሃል። ዝኾነ ህዝቢ ንሃለዋት ይቃለስ እዩ ዝኾነ ህዝቢ ኣብ ዓለም ዝተራብያ ብታሪክ ንህልውና ዘይቃለስ ህዝቢ የለን። ንህልውና ምቅላስ ዘይከኣል ህዝቢ ይውዳእ። ናዚ ጀርመኒ ኣይሁድ ስለተበታተኑ እኮ እንታይ ገይርዎም? ከም ዝጽበ ስጋ እኮ ናብ ናብ መኻዚኖ መርዚ ዘለዎ መኻዚኖ ዘንዝሐሉ እናወሰደ እኮ ጠጢቕዎም ወዲኡዎም ሽዱሽተ ሚልዮን ኣይሁድ በሪሱ እቶም ዝተረፉኸ ኣብ እስራኤል ኮይኖም እንታይ ይብሉ ኣለዉ ነቨር ኤገይን ኣይትድገምን ነቨር ኤገይን ኣይድገምን ኢሎም ኣይድገምን ካልኣይ መዓልቲ ከም ኣባጊዕ ተኣኪብና ናብ እቶን ናብ እቶን ተኣኪብና ኣቲና ክንቃጸል ኣይንገብራን ንሕና እውን ነበረ ገይን ከምታ ዝሓለፈት ኣይትኸውንን ኢና ክንብል ዘለና ከምታ ዝሓለፈት ከም ድላዮም ዝኮሰርና ከም ድላዮም ዘበሳበሱና ኣይኸውንን ኢና ክንብል ዘለና ስለዚ እንተሃሊና እዩ ሃፍቲ እንተሃሊና እንተሃሊና እንተሃልያ ንብረት እንተሃሊና እንተሃሊና እንተዘይ ሃሊና የለናን የለናን ክንደይ ሜትሮ ጀዲድ ሒዝና ኢና ንኸይድ ካሊእ ንማልኦ ነገር የለን መጀመርያ ክንህለ ኣለና ንህሉ ዶ ድሕሪኡ ኣብዚ ዘጋጠመ ጉላት ከፍ ኢልና ሓደ ብሓደ ክንእርሞ ኣለና ከነስተኻኽሎ ኣለና ብደንቢ ጌርና ምምሕዳርና እውን ክነጽፍፍ ኣለና ዝብል እምነት ኣለኒ። ብኡ ብኡ ደረጃ ኢኹም ክትሪእዎ ዘለኩም። ሕዚ ቅድም ይለዓል ነይሩ ኣብ ናይ ትግራይ ነጋዳይ ዝ- ዝገጠመ እ፣ ጸገም ኩላትና ንፈልጦ ኢና። ናይ ባንኪ ልቓሕ እንታይ ይግበር ከም ዘሎ ዋ፣ እቲ ሕጊ እኮ እቲ ስምምዕነት እኮ ተስማማዕናዮ እኮ ሪኮንስትራክሽንን ሪሃብሊቴሽን ክህሉ እዩ እንደገና ትግራይስ ዳግም ዝፈረሰ ክህነፅ እንደገና ናይ ልዕማት ስርዓት ናይ ልምዓት ስራሕቲ ክጅምር ከመይ ከም ዝፍፀም ድማ ከፊልና ዳያሎግ ክንገብር ኢና እኮ ተስማሚዕና ኣብቲ ፕሪቶሪያ ከሎ ተቐሚጡ ግን ካብታ መጀመሪያ መዓልቲ ጀሚሮም ከፀንቱና እዮም ወፊሮም ዋላ እቲ ንሕና ቅድም ኩልኹም ትፈልጥዎ ኢኹም ኣብ ባንኪ ዝተቐመጠ ገንዘብ ዕቋር ገንዘብ ናይ ትግራይ እዩ ዝበዝሐ ኣብ ሓደ ዓመት ክዕቆር ከሎ ኣብ ትግራይ ኣብ ትግራይ ብዙሕ ሰብ ይዓቁር እዩ ገንዘብና እቲ ዝዓቆርናዮ ገንዘብና ንኣና ከሊኦም ንካሊኦም ዝብዎ ካሊእ ተሪፉ ካሊእ ሃፍቲ ክነምፅእ ዘይኮነስ ገንዘብና እኮ ክነውፅ ኣይንኽእልን። እቲ ነጋዳይ ትግራዋይ ሓሳሩ እዩ ርእዩ ከዚ እውን ድሕሪኡ ድሕሪ ፕሪቶርያ እውን ከምቲ ዘልዕሎ ዝነበረ እዩ። ክንደኣፍ ምሕረት ዝግበር ክንደኣፍ ካልኦት ሓገዝ ዝወሃቦ ኣብ ርእሲ ምጉስቓሉ ንክኸፍል ኢንተረስት ንክኸፍል እናተደራረበ መፂ ተነጊርዎም ኮነ ኢሎም እዮም ገይሮምዎ ንሪኦ ኢና እናበለ የጭበርበር ነይሩ ድሓር ከምዘይግበር ግን ፈሊጥና ኢና ንሕና ከምዘይገብርዎ ስለዚ እዞም ሰብ እዚኦም ሲ ክነጥፈኩም ኢና ኢሎም እንተመፅኦም ሲ እንታይ ንግበር ኢና ዝበልና እኮ እምበር ንሕና ንኺድ ንውፈር የበናን ተንወፍር እኮ ይቑዕና ኣለዉ ተመፅኦምስ ኣንግበር ብዘይካ ኢድ ምሃብ ስለዚ ተሓቅማ ፍጥጥ ቢልና ንረእዮ እንታይ እዩ ዝኸውን ኣሎ ኢና ነቲ ሓቂ ርኢና ድማ ናይ ግድን ክንምክት ኣለና ክንምክት ኣለና፣ ክንድግፍ ኣለና፣ ዘጋጠሙ ጸገማት ናትማያጥና ክነመዓራሪ ኣለና፣ ብዚ ደረጃ እንተረእናዮ ጽቡቕ ክኸውን እዩ፣ ስለዚ ብዙሕ ጉድለታት ኣሎ፣ ክንእርሞ ከነስተኻኽሎ ክንፍትን ኢና፣ ክንጽዕር ኢና፣ ክንቃለስ ኣለና፣ ኣባኹም ዘሎ እውን ክትቃለስዎ ይግባእ፣ ታዋና ቁምነገር ግን ንሃሉ። እታ ቃል ንሳ እያ ንሃሉ ሳርቫይቭ ንግበር ንሳ እያ ሳርቫይቭ ክንገብር ድማ ተወዲብና ንቃልስ።
ካብ ቀደም ወለድና ጀሚሩ ናይ ውሽጢ ዓድስ ናይ ባዕዲ ወራራት ኮነ እንትበሃል እንተሎ ኣብ ሓደ ተረቢቡ ጣልያን መኪቱ ናይ ውሽጢ ዓዲ ሚኒሊክ ሃይለስላሰ ደርጊ ተቓሊሱ ምስ ሰዓረ ህዝቢ ሕጂ ናይ ነዊሕ ዕላምኦም ውሽጣዊ ድኽመታትና ተበሊፆም ህዝቢ ትግራይ ሓደ ናይ መጨረሻን ከጥፉ ኩሉ ኣፈላለያትና ኣሊና ኣብ ሓደ ተረቢብና ኣብ ሸሞንተ ወርሒ ዓለም ዘስደመመ መቐይሮ ነጥቢ መስተንክራዊ ስርሒት ዝሰርሐ ህዝቢ መሪሒ ውድብን መንግስትን ካብ ውሽጥና ብዝወቀሉ ከዳዓት ኣፍታ ናይ ተጋሩ መለለይት ባህሪ ሓድነትን ስብእናን ብስነ ልቦና ህዝብና ክፈርሕ ተጋዳላይና ክፈርሕ ውግእ የደልን ሰላም እዩ ሕርያና ነዝኸፈልናዮ መስዋእቲ ትርጉም ኣልባ ገይሮም ሕጂ ገጢሙና ንዝነበረ ፈተናታት በዚ ዘበት ንብሄራዊ ብርሰት ዝብል ኣብ ትግራይ ተለዓዒሉ ዘሎ ወነ እዚ ኮንፈረንስ እዚ ከተማና ከተማ መቐለ ማእኸል ፖለቲካ፣ ማእኸል ኢኮኖሚ፣ ማእኸል ንግስናና፣ ማእኸል ዲፕሎማሲ ከምቲ ሽማ ሰሜናዊት ኮኾው ናብ ኩለን ኣብ ትሕቲ ቁጽጽር። ሻዕብያ ጎማ ወሲዱ ጀሪካን ወሲዱ ምናምን ይበሃል ንሕና ዝወሰድናዮ ከ ናይ ኢትዮጵያ ጀኔራላት ዝወሰድዎ ከ ኮኔሬላት ዝወሰድዎ ከ መኪና ጽዒኖም መካይን ተይተረፈ ከብቲ ተይተረፈ ኣጣሊ ተይተረፈ እንዳ ሰብ ገዛ እናኣተው ዝወሰድዎ ንብረት እንዳ ሰብ ናይ ግለሰብ ገዛ እናሰበሩ ታይ ታይ ማለት እዩ ሀዚ ሻዕብያ ልቅሑ እዩ ገይሩ በቃ ሀዚ ካሊእ ሰብ ኣይፈልጦን ለኣይ ተነገርካኒ ግን ኣብቲኣ ዝገበርናያ እሱ ደጊምዎ ኣብዚ በቃ ኣፈላለያ ምናልባት ናይ ሰብ ምሟት በለይ ምሟት እዩ እምበር ቅድሚኡ ሸሸቢት ይኹን ኣብኡ ዝነበሩ ኣብ በረንቱ ዝነበረ ውግእ ኣፍሪስካ ሰቢርካስ ዝተረፈ ናይ ሲቪል ገዛ እንዳ ሹቅ እናኣቴኻ እያ ይወሩ ዝነበሩ ኣነ ኣብኣ ነይረ እቶም ጀኔራላት እናፃዕኑ እዮም ዝወስዱ ሽረ ሽራሮ መካኒ መካዝን ነይሩ ነይሩ መካዝን ናይ ጀኔራላት በቃ ህዝቢ ሽረ ህዝቢ ሽራሮ ይፈልጦ እዩ ታሪክ እዩ እዚ መዓት መዓት ካብ ኤርትራ ተፅዕኑ ዝተወሰደ ኣብ በረንቱ ሸሸቢት ኣቲና ዝገበርናዮ ሕማቅ እዩ ነገር ኩሎም ጀኔራላት ወሪሮም እዮም ምናልባት ኤክሰፕሽናል ክህሉ እዮም ሓደ ክልተ መብዝሐ ለምሳሌ በረንቱ ኣቲና ዝተረፈ ኣቕሓ የለን ኣብ ፆሮና መዓት ሰራዊት እዩ ተወዲኡ ናይ ኢትዮጵያ ከቢድ ውግእ እዩ ነይሩ ግን ምሕላፍ ኣይከኣልከን ኣይከኣልናን ሲለ ጀነራል ሀዚ ሓሊፉ እዩ እንታይ ነይሩ ናይ ኤርትራ ሰራዊት ተልካኒ ጠንካራ እዩ ነይሩ ሓቂ ብጣዕሚ ጠንካራ እዚ ኩሉ ካብ ኢትዮጵያ ዝተሰባሰበ ሰራዊት ብምሉ ተቆፃፂሩ ዓቕሚ ሒዙ ተከላኪሉ እዩ ብምሉ ብምሉ በቃ ሓስቦ ሰለስተ ሚሊዮን ምናምን ዝበሃል ናይ ኤርትራ ህዝቢ ሚእቲ ሚሊዮን ዝብሎ ዝብልዎ ናይ ኢትዮጵያ ህዝቢ ሓስቦ ተዋጊኦምስ ምንም ለውጢ ኣየምፁን ኣብ ፆሮና ምሕላፍ ኣይከኣልናን እስቲ መን እዩ ፆሮና ሓሊፍና ጎቦታት ወፂና ኣቲና ዝብል የለን ብሸሸቢት ይሕሽ ነይሩ ልትወሰነ ስለዚ እንታይ ልማበለት እዩ ኣብ ውግእ ከቢድ እዩ ነይሩ ከቢድ መስዋእትነት ከፊልና ኢና መንግስቲ እውን በቲ ኣብ ማእኸላይ ዞባ ንሪኦ ዘለና ዓይነት ሰንፈላል ኣካይዳ እንተይኮነ ሓደ ወድስ ነቶም ባንዳታት ተኣኪቦም ማለት ብደንብ ብሕግም ክንፋረዶም ኢና ቀልዲ የለን ሽሻይ እንዲ ከም ኣገር ዝሕሙሳ ዘሎ ንሽሻይ እውን ክንፋረዶ ኢና ሎም መዓንቲ ናይ ዞባ መራሕ እዩ ፅባሕ ንኮፍታ ዞባ ዘላ እስር ቤት ክትርከብ ትኽእል ኢኻ ከምኡ ዝበለ ንመኸተና ከዳልወና ይኽእል ንሱ ኢና ክንኣሊ ዘለና ሓደ ወዲ ካብ ኣብዚ ናይ ካብ ማእኸላይ ናይ ተስፋይ ዝምልከት ናይቲ ናይ መኸተ ዝነበረ ገለገሊኦም ፀረ መኸተ ገሊኦም ሓይሊ መኸተ ኮይኖም ኣብ ዝኸድሉ ናብ መኸተነት ዘምፆም ከምዚ ገይሩ እዩ ኢሉ ተዛሪቡስ ሽጉጥ ኣሕዲጎሞ ኣሲሮሞ ካብ ቤት ምኽሪ ኣጊዶሞ ኣብ እንትጮይ ሕሙሳት ከምዚ ዝበሉ ቶርማስ ወዲ ቶርማስ ተኣኪቦም እዮም መኸተና ሰንፈላል ክመስል ዝገብርዎ እምበር ትግራይ እያ ተዓዲ ፅምዶ ፍሪሳ ፅምዶ ትምስርት ብረቶም ሕዲጋ ንፀላእታ ትዘብጥ ተላፊኖም እንተመፁ እውን ጭረኦም ደጒሎም ክሃድሙ ትገብር ኣድላይ እንተኮይኑ እውን ብኳሌቶኦም ጎቲታ ፕሪቶርያ ተብፅሕ ትግራይ እያ ቅልፅም ትግራይ ተገራላይ ትግራይ እዩ ከምኡ ገይሩ እኩይ ወዲ እኩይ ተኣኪቡ ግን ሰንፈላል ወዲ ሰንፈላል ከብዳ ሕቢጣ ከምቲ ሕዚ ዝበልክኹም ይገብር ክንከደኩም ኢና ብሕጊ ኢና ክንፋረደኩም ከምኡ ዝበለ ሕት ሓሚስ እዩ